ሓተታ ካብ ቦርድ ክፍሊ ጋዜጣ ሓዳስ ኤርትራ ንልክዕ መረዳእታ ኣብ ዝሓለፉ መዓልታት ክፍሊ ቦርድ ጋዜጣ ሓዳስ ኤርትራ ሓንቲ ኣገዳሲት ሓተታ ኣውፅኡ ነይሩ ምድጋሙ እውን ዝፅላእ ኣይኮነን ከምታ ዘላታ ገይረ ነታ ክብርትን ታሪኻዊት ዕለት ብምጥቃስ ከንብባየ ታሪኹን ስለ ዝኾነ ንእግረ መንገዱ ተሰኒዱ መታን ክተርፍ

ኣብ ዘረባ ተልመዴን ተንታኖ እናሻዕ በጨቕ ዝብል ኣብ ዝቐረባ ግዜ እውን ክደሀ ዝቐነየ ሒቕታታት ኣሎ። በዚ ኣጋጣሚ እዚ ግጉይ ኣባህላታት ምእራም ኣገዳሲ ይኸውን። ዶብ ዝመንቀሊኡ ኩናት ወያነ ብገዚፍ ድጎማን ድርኺትን ግዳማውያን ኣብ ግንቦት 1998 ኣብ ልዕሊ ህዝቢ ኤርትራ ብወግዒ ኩናት ምስ ኣወጀት ኣዋጅ ብኣዋጅ ክምለሰሉ ግቡእ እኳ እንተነበረ ብወገን ኤርትራ ዝተኣወጀ ኲናት ኣይነበረን። ኣሸቀልቲ ወያነ ነቲ ዓቢ ዕላምኦም ዶባዊ ምስሓብ ዝብል ስም ኣጠሚቖም ክኽውልዎ ብዙሕ ሃሊኾም፣ የዋሃት እውን ኣጋግዮም ዘይሰመረ ባህጎም ግዳ ክውል ኣይነበረን። ዕላማ'ቲ ኹናት፣ ሓይልታት ምክልኻል ኤርትራ ደምሲስካ ኣስመራ ብምእታው፣ ንህዝቢ ኤርትራ ምምብርካኽ፣ ሃሱሳት ዓሲብካ ወኪል መንግስቲ ብምቛም፣ ከም'ቲ ኣብ ኢትዮጵያ ዝተገብረ፣ ህዝቢ ኤርትራ ንሓድሕዱ ዝናቖተሉ ትሕተ ሃገራዊ ከፋፊልካ ፖለቲካ ብምውዳድ፣ ብቑጠባ'ውን ረሚስካ፣ ሓንቲ ትርጉም ህላወ ዘየብላ ጥብቆ ኢትዮጵያ ዝኾነት ኤርትራ ክውን ምግባር እዩ ዝነበረ። ጃንዳ ወያነ ብጸቢብ ኣእምሮኡ ዋናታት ናይዚ ዓቢ ዕላማ እዚ ዝሓረይዎ ልኡኽ ነበረ። ነዚ ዕላማ እዚ ንምዕዋት እቲ ብዶብ ዝተመኽነየ ወራር ናብ ሕጋውን ሰላማውን ፍታሕ ከየምርሐ ከሎ ብቕጽበት ናብ ምሉእ ዶባት ከም ዝልሕም ተገይሩ። ብዛዕባ ምእላይ መንግስቲ ኤርትራን መተካእታኡን ዝዝቲ ኣኼባታት ሓለምትን ሃሱሳትን ኣብ ዝተፈላለያ ከተማታት ዓለምን ኢትዮጵያን ተኣንጊዱ። ቁጠባውን ወታደራውን እገዳታት ኣብ ልዕሊ ኤርትራ ብዘይ ንሕስያ ተደርዲሩ። ዝተወሃደ ዲፕሎማስያውን ዜናውን ዘመተ ስይጠና ተኻይዱ። ኣብ ኤርትራ ፖለቲካዊ ምንዕዓብ ንምፍጣር ገዚፍ ምወላ ፈሲሱ። ኩሉ ግን። ኣብ ጉዳይ ዶብ ኤርትራን ኢትዮጵያን ዘይተወድአ ነገር ከም ዘሎ ኣምሲሎም ዝዛረቡ በሃማት እውን ኣይተሳእኑን ዶብ ኤርትራን ኢትዮጵያን ግን ሓንሳብን ሓዋሩን ምንቅጥቃጥ ምድሪ እውን ብዘይቅይሮ መንገዲ ተመልኪቱ እዩ። ኮሚሽን ዶብ ኤርትራን ኢትዮጵያን ኣብ ሕዳር 2007 ነቲ ልዕሊ ሽሕ ኪሎ ሜትር ዝዝርጋሕ ዶብ ብጂኦግራፍያዊ መራኸቢ ነጥብታት ደቂቕ ዝርዝራቱ ኣነጺሩ ኣብ ኣርብዓን ሓሙሽተን ካርታታት ብምስፋር ንክልቲኤን ሃገራት ከምኡውን ንባይቶ ጸጥታ ሕቡራት ሃገራት ኣረኪቡ ንህዝባዊ መወከሲ ዝኸውን ቅዳሕ ኣብ ኣሃዱ ካርቶግራፊ ሕቡራት ሃገራት ከም ዝቕመጥ ገይሩ'ዩ ስርሑ ዛዚሙ። ሎሚ ዶብ ኤርትራን ኢትዮጵያን ኣብ ዓለምና እቲ ኣዝዩ ዝነጸረን ብሕጋዊ ሰነዳቱን ዝርዝራቱን ዝደመቐን ዶብ'ዩ። ካልእ ዛዕባኸ ኣብ መንጎ ህዝብታት ኤርትራን ኢትዮጵያን ኮነ ህዝቢ ኤርትራን ህዝቢ ክልል ትግራይን ብዘይካ ጥሕሰት ሕጊ ካልእ ዘዋጥጥ ጉዳይ ወይ ዛዕባ ኣይጸንሐን በዓል ገዚፍ ጸጋታት ምድርን ባሕርን ደሴታትን ህዝቢ ኤርትራ መትከሉ ፍሉጥ እዩ። ዘይናትና ኣይንደልን ናትና ኣይንህብን ኣርባዕተ ነጥቢ። ኣብ ሽሕ ዓመቱ ርስቲ ንብዓል ቤቱ ከም ዝበሃል ድማ ግዜ ናቱ መደምደምታ ሂቡ ህዝቢ ኢትዮጵያ ከኣ እቲ ብዙሕ መቕዘፍትን ዕንወትን ዘኸተለ ግዳማዊ ዛዕባ ዓቢ ምህሮ

መኸተ ዘጉልሖ ወርቃዊ ክብርታት። ነዚ እከይ ዓለማዊ ውዲትዚ ዘበርዓነ ክብርታት ህዝቢ ኤርትራ ቃላት ፕረዚደንት ኢሳያስ ብኸምዚ ይገልጾ፣ ብሓይልን ታህዲዳትን ኣይርዕድን ኣይንብርከኽን፣ ንሸፈጥን ዓሎቑን ኣይርዕምን፣ ንወሽለኽለኽን ቆልመጽመጽን ክብርታተይ ኣይሸይጥን፣ እንተጸበበ ኣይጭነቕን፣ እንተተረረ ኣይስነፍን ሰሪሐ ኣይደክምን ረሃፀይን ደመይን ሂወተይን ኣይበቅቕን ክሳብ ዕላማይ ዝጭብጥ ኣይሕለልን እዚ ክብርታት እዚ ክንዮ እምነትን መብፅዓን ኣብ ባይታ ብግብሪ ተደጋጊሙ ዝተመስከረ ሕላገት ባህሪ ህዝቢ ኤርትራን ጅግና ሰራዊቱን እዩ ወናኒ ዘሐብን ክብርታት ወትሩ